ልክእ ኣብ ኤሮፓ ኣትዩ ኣብቲ ዝደልዮ ሃገር ምስ በጽሐ ከም ውጽኢቱን ኣብ ሓደ ዓብዪ ካምፒ ኣትዩ ክንውን ምስ ራብዓይ ርእሱ ክሳእ ጉዳዩ ዝርኣ እሞ ወረቐቱ ዝህቦ ገፈሕ ዝበለ ክፍሊ ሓዘ። እቲ ካምፕ ካብ ዝተፈላለዩ ሃገራት ብዝመጹ ስደተኛታት የዕለቕሊቑ ነበረ። ጉዳዮም ተራእዩ ክሳብ ዝውዳእ እንተገደደ ዓመት ክጽብይ ነይርዎም። ቅድሚኡ ግና ኣብ ውሽጢ ሰለስተ ወርሒ ዝውዳእ ነይሩ። የግዳስ ብዝሒ ስደተኛታት'ዩ ነቲ መስርሕ ኣናዊሕዎ። ምስቶም ደቅገዝኡ ንመጀመርታ ግዜ ዝተላለየ ኣብታ ክፍሊት ተመዲቡ ምስ ኣተወ'ዩ። እቲ ፈለማ'ኳ ብዙሕ ቅርርብ ኣይነበሮምን፣ ሓደ ክልተ ሰለስተ ሰሙን ምስ ገበሩ ግና ከም ማይን ጸባን ተዋሓሒዶም። ሰብ ኴንካ ከም ሰብ መጠን ኣብ ገሊኡ ክፍልታት ባእሲ ግርፍጥ ይስምዓኳ እንተ ነበረ፣ ኣብ ክፍሎም ግና ንፈውሲ ምሃላካ ኣኣውታ ናይ ባእሲ ተሰሚዑ ኣይፈልጥን። እንትርፎ ክስሕቑ ክጻወቱ እምበር ከምኡ ከይኮኑ ኣይተርፉን ዝኾነ ሰብ ናብታ ገዛ ኣትዩ ክዕልል ዝደሊ። ከም ኣመሎም ዝገብርዎ ወይ ዝሰርሕዎ ስራሕ ስለ ዘየለ ኣብቲ ገፊሕ መተሓላለፊ ኮሪዶ ኮይኖም ንሱ ድማ ኣብ መንበር ኮፍ ኢሉ የእጋሩ ኣብቲ ናይ ፊስትራ ሰቒሉ ኣብ ሞባይሉ ፊልም እንዳርኣየ ኩሎም ሓደ ካብቶም ወዲ ገዝኡ ሓደሽቲ ዝተመደባ ኣዋልድ ከኣ ይመጻሎ ረኣይዎን ክብል ስለ ዝሰምዐ ጉዳይ ሞባይሉ ገዲፉ ካብ ካልኣይ ደርቢ ኣዒንቱ በቲ ገፊሕ ቤቱ ኣሕሊፉ ነቲ ሓተ ምስ ለኣኸ ሰለስተ ኣለድ ምስ ሻንጣኣን ገፈፍ ክብላ ርእዩ ዘረባ ከየምለቐ ናብ ሞባይሉ ተመልሰ። እቲ ካምፕ ሕውስውስ ዝበለ እዩ። ሓደ ክፍሊ ናይ ኣወዳት እንተሎ እቲ ዝቕጽል ናይ ኣዋልድ ከምኡ እዩ። የግዳስ ኣብ ሓንቲ ክፍሊ መብዛሕትኡ ግዜ ብዝተኻእሎም መጠን መእንታን ገለ እምባጋሮ ከይፍጠር ደቂ ሓደ ሃገር እዮም ብሓንሳእ ዝገብርዎም። ኣማራጺ እንተተሳኢኑ ዝተሓወሱ እዚ ክበሃል ከሎ ግና ኣወዳት ምስ ኣወዳት ኣዋልድ ምስ ኣዋልድ እምበር። እሞ ክንሕግዘን ዶ በለ እቲ ቀዳማይ ዝርኣየን ወዲ ገዝኡም። ድሌትካ ግበር በሎ ገጹ ካብታ ዝሪኣ ዝነበረ ፊልም ከይኣለየ። በይኑ ክኸይድ ስለ ዘይመረጸ ግዳ ስቕ ኢሉ ደኣ ምቁማጡ ቀጸለ። እዋን ድራር ስለ ዝኣኸለ ዝብልዕ ከምፅኡ ስለ ዝነበሮም ምስ ካልኣዩ ሻንጣ ኣል ኢሉ ተበገሰ ኣብቲ ካምፕ ብጀካ ንሳቶም ዝሓቦ መግቢ ምብላዕ ካልእ ክሰርሑ ኣይፍቀደሎምን እዩ ዋላ ውን ክሰርሖ እንተ ደለዩ ሓሙሽተ ሳንቲም እኳ ስለ ዘይወሃቡ ካበይ ከ ከምጽእዎ ክንዲ ዝኾኖን ኣብ መዓልቲ ሰለስተ ግዜ ኣብቲ ዓቢ ኣዳራሽ ከይዶም ብሪጋድ ንቁርሲ ምሳሕ ድራር ዝኸውን ሂዞም ይመጹ ግደ ሓቂ እቲ መግቢ ዝተመጣጠነን በብቕያሩ ስለ ዝኾነ ዋላ እኳ እቲ ፈለማ እንተ ጸልእዎ ድሒሮም ግና ኩሎም ከም ኣብ ጠስሚ ተኣሊኾም ዝወጹ ታሕታሕ ኢሎም ወዝ ንወዝ ኮይኖም እዮም ብዝሒ ሰብ ስለ ዝነበረ ኣብ ክልተ መስርዕ ተመቒሎም ሪጎም እንዳተጸበዩ ንቅድሚት እንዳተቐራረቡ ኣብ ዝመጽሉ ንሱ ዝነበራ መስርዕ ቅልጥፍ ኢላ ንቅድሚት ስለ ዝሰጎመት ዳርጋ ናብቲ መዕደል መግቢ ምስ ተጸግዐ ነታ ሓንቲ ካብተን ሰለስተ ኣጋይሽ ኣቐዲማ ዝኣተወት ኣብቲ ሓንቲ ሪጋ ስለ ዝረኣያ እዚኣ ከድኣ እንታይ እዋና ኣትያ ናብዚ መጽያ መንከ ሓቢርዋ እንዳበለ ሰሰሪዑ ክጥምታ ሪግኡ ስለ ዝኣኸለ ነቲ ዝተኣሸገ መግቢ ኣይትበል ፍሩታታት ጸባ ገለመለ ሒዙ ምስ ካልኣዩ ንገዝኡ ኣበለ። ንጽባሒቱ ንግሆ ቅድሚ ሰቡ ስለ ዝተበራበረ ከብዱን ቅንጡ ስለ ዘበሉ ኣብቲ ናይ ሓባር ክሽነ ከይዱ ዝብላዕ እንዳ ወዓየ ኩሉ እታ ኣብቲ መስርዕ ዝነበረት ጋሻ ጓል ሩዝ ብሸሓኒ ሂዛ ናብቲ ክሽነ ደበኽ ምስ በለት ዘይተጸበዮ ነገር ስለ ዝኾኑ እንተሰንበደ እኳ ግዳ ክፈዳሕ ስለ ዘይደለየ ነብሱ ኣረጋጊኡ ናብቲ መውዓዪ ኣቋመተም ከመይ ሓዲርካ ዝብል ድምጺ ኣስሚኣ ክሳብ ንሱ ዝውድእ ክትጽበ ጀመረት። ብጀካ ሰላሚ ከመይ ሓዲርክ ዝብል ቃል ካልእ ከምሉ ኣይተሰምዐን። ኮይኑውን ጉዳይ ገይሩ ናብ ክፍሉ ኣምሪሑ ደገዝኡ ብድቅሶም ቁርሲ በልዐ። ምዃን መካዲ ስለ ዘይብሎም በጥ ኢሎም እምበር ሰዓቱስ ዓሰርተን ፈረቓን ቅድሚ ቀትሪ በጺሑ ነይሩ። ዝብላ ምስ በልዐ ግና ከም ምስታ ናይታ ጓል ኣብ ኣእምርኡ ስለ ዝተመላለሰ ካብዘን ኩለን ዝርኣኹን ኣዋልድ እዚኣ ዝሓሸት ትመስል እንዳበለ ምስ ነብሱ ብዙሕ ኣሰላሰለ። ብህይወቱ ካብ ዝበርሆ ነገር እንተሎ ድማ ነዚኣስ ክላለያ ኣለኒ ኢሉ እንተወሲኑ ዝመጸ ይምጻእ ብዘየገድስ ክላለያ ኣለዎ። እቲ ዝኸፍአ ነገር ናቱ ግና ምስ ተላለየን ብድሕሪ ዋላ ንሳተን ይገደሳሉ ዘይቅጽል ምዃኑ እዩ። ብደጊኡ ንዝርእዮ ነዚኤን ኣዋልድ ወዲኡን እዩ ዝበሃል። የግዳስ ኣብ ጎል ምእታው ይኹን ዋንጫ ምስፍሳፍ ዜሮ እዩ። ንኡ ዘሐግሶ ነቲ ናይ ውሽጡ ጻውዒት ሰሚዑ ከተግብሮ ከሎ ጥራሕ እዩ። ብሰንኪ እዚ ካብ ቅድም ክንደይ ኣዋልድ ብሰንኩ ተሓሲን ኣለዋ። ጣባዋይ እንተኾነ ተኦምዩ ካብ ኩሉ ዘይትሃስስ ፍሽኽታ ኣላቶ ፍሽኽ እንተኢሉ ኣይኑ ንሓንቲ ጓል እንተውዲቑላ ኣኸለ ክቕጽል ድማ ሃያል ናይ ምስማዕ ተመክሮ ኣለዎ። ወዲ ይኹን ጓል ብዘየገድስ ሰብ ክዛረብ ከሎ ክሰምዕ ኣይርብርብንዩ። ከም ተወሳኺ ድማ ፍልጠትውን ስለዘሎ ንዝተጸገመ ሰብ ይሕግዝዩ። ድምር ውጽኢቱ ድማ ብኩሎም ተፈታዊ ገይርዎ ብፍላይ ድማ በተን ኣዋልድ ማለትዩ። ኣብቲ ገፊሕ መተሓላለፊ ኮሪዱ ኮይኑ ፊልም ኣብ ሞባይሉ እንዳረኣየ ኩሉ ኣኣው ድምፂ ስለ ሰምዐ ንድሕሪት ግልፅ ምስ በለ ነታ ጓል ኣብ መንጎ ክልተ ኣዋልድ እንዳሰሓቐት ምስ ረኣያ ኣታ እዛ ጓል ኣብዚ ኣነ ዘለኹ ደርቢ ድዮም ክፍሊ ሂቦማ ክንደይ ከም ሰሓቐት ትፈትውያ እንዳበለ ካብ ቅድሚኡ ክሳብ ትስወር ኣፋናዋሙ መሊሱ ከዓ በቲ ቤትሮ ኣሕሊፉ ኣይኖ ተሓተ ልኢኹ ክጽበያ ጀመረ። ኣይደንገቱን ኣስካል ኣስካላ ሒዛ ንተሓተ ወሪዳ መንገዲ ምስተን ክልተ ንቕድሚት ምስ ገበረት ሕጂውን ካብ ቅድሚኡ ክሳብ ትስወር ከም ኣድዋ ጸኒሑ ናብ ጉዳዩ ተመልሰ። ካብዛ ሰዓት ንዮ በተደጋጋሚ ምስዛ ጓል ፊት ንፊት እንተተራኸቡኳ እንትርፎ ብጀካ ሰላምታ ናይ እግዚሄር እንተዘይ ኩይኑ ክላለ ወይ ናብ ካልእ ዘረባ ክሰግሩ ኣይተሰምኡን ወይ ኣይተርኣዩን። ሓደ ግዜ ግና ከም ኣመሉ ኣብቲ ዝፈትዎ ኮሪዶ ኮፍ ኢሉ ከሎ መግቢ ክተውኢ ናብ ክሽነ ገጻ ነቲ ኮሪዶ ሰንጢቓ ክትሓልፍ ምስ ረኣየ ሕጂ ኣብቲ ክሽነ ብጀካኣ ሰብ እንተዘይ ጸኒሑ ክላለ እንተዝጸኒሐ ግና ሰማይ ምድርን ይላገብ ፈጺመ ኣይክላለን ዝብል ስነ ሓሳብ ሒዙ ናብቲ ክሽነ ምስ ከደ ምሽ ካልእ ሰብ ሃማ ከማን ስለ ዝጽንሖ በስንባደ ደዊሉ ደኣ ተረፈ ሰላም እኳ እንተበለቶ ክምልሰላ ኣይተሰምዐን ግና ናብ ቀልቡ ክምለስ ስለ ዝነበሮ ነብሱ እንዳረጋገዐ ገለ ዘይሓዝኩ ወር እንታይ ክገብር መጽየ እንዳበለ ኩሉ እንታይ ደኣ ኣብዚ ዝገደፍካዮ መግቢ ነይሩ ድዩ ጥራሕካ ርኢካ ኢለ ምስ በለቶ እወ ሓቅኺ ኣብዚ ፓስታ የእቲ ነይረ ኣይጸንሓክን ምስ በላ ብሓቂ ኣይጸንሓንን ግብረ መልሲ ምስ ሃበቶ ግርም መዛረቢ ኣርእስቲ ስለ ዝኮነ በሊኪ ደኣ ከይትኮን ሓቂ ተዛረብ ምስ በላ እንዳ ሰሓቀ ምብላዕ ጥራሕ እንኮላይ ምስቲ ሸሓኒ እምበር ምስ በለቶ ንሳውነ እንዳ ሰሓቀት ኣይትገድፍን ኢኪ ግዲ ሓቂ ክላሊኬ መጺ እንደኢ እንታይ ከም ዝኮንኩ ካብዘን ኣብዚ ዝርኣኮ ነዋልድ ፍልይቲ ኮንኪ ተሰሚዕክኒ ሮቤል ይበሃል ኢዱ ንሰላምታ እንዳ ሰደደ ተዛረበ ብምንታይ ፍልጥቲ ኮይነ ወደይ እዚኣሲ ነተን ካልኦትን ከምኡ ትብለን ትኸውን ድሓር ከዓ ዘይርእካ ዶ መሲልካ በዓል ተዓጅብካ ኮፍ እንዳበልካስ ብዝኾነ ሊድያ ይበሃል ነቲ ሰደዶ ኢዱ እንዳጨበጠት ንሳውን ተዛረበት ፅቡቕ ሌላ ግናሲ ዘይክሕግዘን ደሊልን ሕግብግብ ዝላኒ ሊድያ በዓልቲ ጥዕምቲ ሽም እንዳበላ ኩሎም እታ መውዓይት መግቢ ሰዓታ ስለ ዝኣኸለ ጢን ዝብል ድምፂ ምስ ኣስምዐት ጽቡቅ ሌላ በል ክገድፈካ ወይ ከኣ ንኣ ናይ ምሳና ብላ ክማልኣካ ምስ በለቶ ደሓን ካልእ ግዜ ኢሉ ኣብ ፋናዋ ነፋስ ክወስድ ደልዩ ምስ ተደረረስ ኣሸዓተ ንምሸት ነቲ ኣዝዩ ገፊሕ ካምፕ በይኑ እንዳዘረ ከሎ ሊድያ እውን ኣብቲ ፖስታ ዝልጠፈሉ ታቤላ ጸኒሓ ናብ መደቀሲኣ እንዳኸደት ኮላ ጎፍ ንጎፍ ተባሃሉ። ሰላም ኢልዋን ጥራሕ ክሓልፍ እንዳበለ ኩሉ ክትሓቶ ስለ ዝደለየት ደው ኣበለቶ። ስምዓኒ እንዶ ሮቢ ሓወይ ካርድ መደወሊ ደልየሲ ካበይ ይረክብ ወይ ንፋስ ክወስድ ደልዩ ምስ ተደረስ ኣሽዓተ ናይ ምሸት ነቲ ኣዝዩ ገፊሕ ካምፕ በይኑ ኣንዳ ዘረከሉ ሊድያን ኣብቲ ፖስታ ዝልጠፈሉ ታቤላ ጸኒሓ ናብ መደቀስያ እንዳ ከደት ከላ ጎፍ ንጎፍ ተባሓሉ ሰላም ኢልዋ ጥራሕ ክሓልፍ እንዳበለ ከሎ ክትሓቶ ስለ ዝደለየት ደው ኣበለቱ። ስምዓኒ እንዶ ረቢ ሓወይ ክሓተካ ካርድ መደወሊ ደልየሲ ኣበይ ይረክብ ይኸውን ማለትሲ ሓሙሽተ ኢሮ ገለ ይህልወካ ዶ ኣቕሪበ ዝሓተካ ዘለኹ ኣብቲ ካምፕ ንፈውሲ ምሓለውካ ገንዘብ ስለ ዘይወሃቡ ከምኡ ኢላ እንተሓተተት ኣይተሓዘላን እዩ እምበርከ ዝበዝሐ ሰብ ካብ ገሊኡ ኣምፅኡ ተፀጊሙ ስለ ዝድውል ወይ ድማ እቶም ወረቐቶም ቀልጢፎም ዝሰለጦም ገንዘብ ክሕዙ ዝጀመሩ ምስ ዝሰድሎም ጥራሕ እዩ እንታይ ትብሊ ጓለይ ካርድ ዝሸጡ ደኣ ኣለዉ እቲ ጸገም ግና ገንዘብ እዩ ንዓይ ውን ቁንቁል ኣፈ እንተ ትተርፈኒ ጭል ትብል ሳንቲም ኣይክትረክብልይን ኢኺ ግናሲ ንኣኺ ዘይኮነ ይኹን ካብ ገሊኡ ደዋዊረ ከምጽኣልኪ ናበይ ኸ ክትድውሊ ደሊኺ ማለትሲ ዋይፋይ ከሎ ገለይለይ ብሓቂ ክትረኽበለይ ትኽእል ኢኻ ናብ ገዛና ክድውደሊ ወደይ ነደይ ብጣዕሚ ናፊቐ ኣለኹም ደሓን ደሓን ነነግደ ዘይኮና ይኹን ቁጽሪ ገዛኺ ጥራሕ ሃብኒ ሂዘልኪ ጠበሽ ክብል እዪ። የቀንየለይ ሮቢ ሓወይ ናበይ ደኣልካኸ ጥዑም ኣየር ክንወስድ ጓለይ ዓይናኮ ብሞባይል ምርኣይ ጨምጪሙ ዋላ ሓደ እንተዘይብልኪ ንእነ ነዚ ካምፐ ከዓ ፅቡቅ ጌረ ከላለይኪ ንግዚኡ ግዝኣተዩ ምስ በላ ኢልካ ንኣናይ ከምኡ ኢኻ ትመስል እንታይኸ ዋላ እቶም ደቂ ካልእ ሃገር ሮቢ ሮቢ ዝብሉኻ ትዕድልቲ ጓለይ ንስኽስ ጽባሕ ንግሆ ከምኡ እንተበልክንስ እንታይ ዶ ውሕስነት ኣለኪ ምሽ ደሓን ንሱስ እሞ የለን እሞ ንየማን ንጸጋም ንቅድሚት በይና ነብል ኣጆኺ ምሳይ ክሳብ ዘለኺ ቅሰኒ ብዝኸድናዮ ንኺድ መወዳኣቱ ግና ብሰላም ገዛኺ ክመልሰኪ። ኣብ ነፍሰከፍንኣ ዝርኣየላ ኣወዳት ክላኽፎ ምስ ኣስተብሃለ ካይተገረመ ኣይተረፈን። ንሳውን ነዚኣ ዝተፈሸለትሉ ግዲ ንገሊኦም ብደዎም ገዲፋቶም ትኸይድ ንገሊኦም ድማ ቆልሕ ከማን ኣይትብሎምንዮም። ግዲ ሓቂ ጠባያቶኦምን ዘምጽኣ ትገብር ጓልያ። ከምተን ቀልቢ ኣብኣ ዝብላ ኣዋልድ ኣይኮነትን። ዘዘርከበ እንተተላኽፋኳ ንኣ ግን ኣይንታያንዩ። ብጀካ እቲ ክትመጽእ ከላ ኣብ መንገዲ። ዝተላላየ ወዲ ናይ ኣጋጣሚ ነገር ኮይኑን ዋላ ደኣ ይድሓር ደኣ እምበር ኣብቲ ንሳ ዝተመደበትሉ ካምፒ ኣትዩ ክንዲ ዝኾኑን ልህልኡ ጽቡቅ ገይሩ ከዕምቕ ጻዕርታት ኣካይዱ ሰሊጥዎ ድማ ምእንቲ ርእሱን ገንዘባ ኣብ መንገዲ ምስ ቦርስኣ ስለ ዝጠፍአ ቀባሕባሕ ክትብል ረኺቡ ዝገላገላ ንሱ እዩ ኮይኑን ኣመስጊና ካይጸገበቶ ከላ ንቅድም ናብ ሓደ ዝፈልጦ ሰብ ክእለ ስለ ዝደለየ ንዓ ገዲፉ ኣብ መንገዲ ወሪዱ ናብ ጉዳዩ ዘበለ። ዳግማይ ምስ ተራኽቡን ከምቶም ገጽ ዝተኸእልዎ ዘይኮነስ ሃንጎፋ ኢላ ተቐቢላቶ። ሮቤል ንታሕቲ ንሱ ድማ ንላዕሊ እንዳደየበ ኩሉ ኣብ መንጎ እስካላ ተራኽቡ። ሰላም ኢልዎ እኳ እንተሓለፈ ሮቤል ግና እዚ ኸኣ ማስተሽ ንሓንቲ ጓል ንመዓልቲ ኣርባዕተ ግዜ ዶ ትረኽባ ኢኻ እስካ ንካልኦት ዕድል ዘይህባ እንዳኣዘምዘመ ምውራዱ ደኣ ገበረ። ሽሙውን ኣብቲ መለጠፊ ፖስታ ምናልባት ደብዳቤ መጺዎ ተለጢፉ ከይኮን ኣረጋጊጹ እንዳ ተመልሰ ከሎ ወዮ ሊድያን ካልኣያን ጎኒ ጎኒ ተታሒዞም እንዳ ሰሓቑ ብቅድሚኡ ክመጹ ምስ ረኣየ ኣታ ዝወዲ ኣፍቃራይ ድኾነ ዋላስ እንታይ ብድሕረና መጺኡስ ከወጻጽኣና እንኳን ኣነ እንታይ ገድሽኒ ኣይግደሰላ ዝግደሰላ እንተዝኾንስ እኳ ሃራይ መንስከ ከብደይ ረጊጹኒ እንዳበለ መይሳ ክኾኖም ስለ ዘይደለየ መጥበዩ ስለ ዝረኸበ እሊ ክብል እንዳበለ ኩሉም ሽሙ ብኣውታ ክጽዋእ ስለ ዝሰምዐ ካይፈተወ ደው ክብል ተገደደ እንታይ ደኣ እንዳረኣኻኒ መንገድኻ ትቕይር ምስ በለቱ ሊድያ በዚ እንተኾይኑ መንገደይ ክቕይር እምበር እንታይ ደኣ እሞ እንዳረኣኻኒ ረጊጽካኒ ድኻ ክትከይድ ብዝኾነ እዝኻ መሓዘይ ተላለዩ ሃራይ ጽቡቕ ሊላ ሮቤል ይበሃል ኢሉ ገዲፎም ብግስ ክብል ከሎ ግና ንገዛ እንተኾንካ ክነፋኑ ብሓንሳእ ክንምለስ ኣብታ ፊትና ዘላ ብሎክ እዩ ክፍሉ ምስ በለቶ ደሓን ስራሕ ኣለኒ ኢልዋ ተፋንዋ ከደ ሊድያ ኣፋናቶ እንዳተመልሰት ከላ ናይ ሮቤል ጸርጸር ምባል ኣይተውሓጠላን ዝበደለት ወይ ከይተረደኣ ኣቐይማቶ ከይትከውን ነብሳ ፈቲሻ የግዳስ ዝኾነ ነገር ክትረክብ ስለ ዘይከኣለት እንዳተመራመረት ናብቲ ብሎካ በጺሓ ናብ ካልኣይ ደርቢ ደይባ በቲ ኮረድዮ ጨዲዳ ናብ ክፍላ እንዳምርሐት ኮላ ከምዛ ስራሕ ኣለኒ ኢሉ ገዲፍዋ ዝከደ ኣራጢጡ ምስ ሞባይሉ ክቃለስ ምስ ረኣየት ወይ ስግናይ እንዳበለት ናብ ጥቕኡ ብምቕራብ ስምዓኒ ዶ ክሓተካ እንታይ ኢኻ ደኣ ኣንተወይ ጸርጸር ትብል ኔርካ ምስ በለቶ ቀልጢፋ ክትምለስ ስለ ዘይተጸበያ ከይርኣዮን ስለ ዝጸንሐ ስለ ዝሰንበደቶ ኢዱ ኣፍ ልቡ ገይሩ ኣቲ ንስኺ ጥዕና ኣለኪ ድዩ ቀስ ከዚ ትብሊ ድሓር ከኣስ እንታይ ኮይኑ ኢለ ጸርጸር ክብል እንደይ እንታይ እሞ ክብሊ ትፈትወኒ ድኻ